ዛንታና ዝጅምር ካቢር ብዝበሃል ብሓዘን ዝተሰበረ ሰብኣይ እንዳረኤና እዩ። ኣብ ጽዑቕ ዕግርግር ዝመልኦ ዕዳጋ ውዑይ ዓሳ ምስ ደለየን ናብ ገዛ ክምለስ እንከሎ ናብ ሓደ ድንኳን ዕንበባ ይኣቱ። ኣብኡ ጻዕዳ ዕንበባታት ምርኣዩ ነቲ ናይ ቀደም ህይወቱ የዘኻኽሮ። ምስታ ዝሞተት በዓልቲ ቤቱ ዘሕለፎ ሓጎስ ዝመልኦ ህይወት የዘኻኽሮ። እቲ ትርኢት ናብዚ ሕጂ እዋን ይመልሰና። ካቢር ናብቲ ዝነብረሉ ህንጻ ምስ በጽሐ ሰራቒ ውጻእ ኢሉ ይጭድር። ኣብዛ ቅጽበት እዚኣ ድማ ንእሽቶ ጎረቤቲ ዝኾነት ቆልዓ ናኦሚ እዳዋ ኣልዒላ ትመጽእ። ኣብዚ ግዜ እዚ ዝኾነ ነገር ከም ዘይሰረቐት ኣትሪራ ትዛረብ። ክፍትሻ ድማ ትሓቶ። ብዛዕባ ናይ ቤት ትምህርቲ ውዕሎኣ ክትነግሮ ትጅምር። ግን ካቢር ናብ ክፍሉ ኣትዩ ነቲ ማዕጾ ኣብ ገጻ ብጭካነ ይዓጽዮ። ነዊሕ ከይጸንሐ ነቲ ናይ መትሓዚ ድኳኑ ከፊቱ ንናኦሚ ኣብ ክንዲ ናይ ሙዚቃ መጻወቲኣ ሓሙሽተ ሚእቲ ሩፒ ሂባ። ናኦሚ ዓሳ ከም እትፈቱ ስለ ዝፈልጥ ካቢር ንምሳሕ ምስኡ ክትጸንሕ ይዕድማ። ኣብ ሰዓት ምሳሕ ድማ ኣብ ክሳዳ ዘሎ ሎኬት ተርእዮ። እዚ ድማ ብኣጋጣሚ ምስ ናይ በዓልቲ ቤቱ ተመሳሳሊ እዩ ነይሩ። ኣብዚ ቅጽበት እዚ ድማ ኣደ ናኦሚ ዝኾነት ኣና ትመጽእ። ኣና ንጓላ ኣብ ገዛ ትእልሻ እሞ ከም ዘየላ ተረጋግጽ። ድሕሪኡ ናብ ካቢር ትኸይድ። ካቢር ግን ናኦሚ ኣብ ገዝኡ ከም ዘየላ ከምስል ይፍትን። ኣና ድሕሪኡ ንካቢር ካሜራ ትህቦ። ዝሓሸ ገንዘብ ክትረክብ ኢላ ኣና ኣብ ሓደ ባር ከም ሳዕሳዒት ኮይና ትሰርሕ ኣላ። ብተወሳኺ ከቢድ ወልፊ ሓሽሽ ኣለዋ። በዚ ምኽንያት ከኣ ናኦሚ መብዛሕትኡ ግዜኣ ምስ ካቢር ተሕልፎ። ኣዲኣ ኣብ ዝሰኸረትሉ ግዜ ድማ ምስ ከቢር ትድቅስ ነበረት። ናኦሚ ምስ ካቢር ፍሉይ ምትእስሳር ነበራ። ምስኡ እንዳዕለለት እንኮላ ድማ ድቃስ ይወስዳ። ካቢር ክበራበር እንከሎ ናኦሚ ከም ዘየላ የስተውዕል። ግንኸ ንሱ ደቂሱ እንከሎ ናኦሚ ኣብ ኣጻብዕቱ ዝሰርሖቶ ስእሊ ቀለም ጽፍሪ የስተውዕል። ነዊሕ ከይጸንሐ ነቲ ናይ ናኦሚ መጻወቲ ሙዚቃ እንዳሰምዐ ብኣውቶቡስ ይጓዓዝ። ኣብ መቓብር እታ ዝፈትዋ በዓልቲ ቤቱ ድማ ይበጽሕ። ኣብኡ ኸኣ ዝኽርታት ናይ ቀደም የዘኻኽሮ፣ ምእንትኣ ድማ ጸሎት ይገብር። ናብ ገዝኡ ክምለስ እንከሎ፣ ካቢር ንናኦሚ ምስ ኣደ መማህርታን ውሑዳት መኰንናት ፖሊስን ይርእያ። ናታ ቦርሳ ስለ ዘይብላ፣ ናይ መማህርታ ቦርሳ ክትሰርቕ ፈቲና ነበረት። ስለዚ ወለዳ ክትጽውዕ የገድድዋ ነበሩ። ንካቢር ምስ ረኣየቶ ድማ ናኦሚ ሓገዝ ደልያ ናብኡ ተመልክት። ንሱ ግን ከም ዘይፈልጣ መሲሉ ብዝሑል ስምዒት ገዲፍዋ ይኸይድ። ኣብታ ምሸት እቲኣ ኣብ ውሽጢ ድኳን ካቢር ምስራቕ ክተቋርጽ ይመኽራ፣ ንሳ ግን ብሕርቃን ትጎዪ። ጠጠው ምስ ኣበላ ነቲ መጻወቲ ሙዚቃ ክመልሰላ ትሓቶ። እንዳበኸየት ድማ ኩሉ ሰብ ከም ዘይትረብሕ ገይሩ ከም ዝርእያ ትዛረብ። ኣዲኣ እውን ከይተረፈት ናይ ሎሚ ኩነታት ንልባ ብጽኑዕ ከም ዝሰበሮ ትገልጽ፣ ከምኡ እውን ካብኡ ከምዚ ዓይነት ትጽቢት ከም ዘይነበራ ትዛረብ። እኳ ደኣስ እተዕልሎ ንኡ ጥራሕ ስለ ዝኾነት ክትጸልኦ ከም ዘይትኽእል ትነግሮ። ድሕሪኡ እንዳበኸየት ትጎዪ። ካቢር ብዝገበሮ ነገር ምእንቲ ክጣዕስ ትገድፎ፣ ብንብዓት እንዳተሓጸበት ድማ ትጎዪ። ንካቢር ብዝገበረላ ኣተሓሕዛ ከም ዝጣዓስ ገበረቶ። ናኦሚ ናብ ገዛ ምስ ተመለሰት፣ ኣዲኣ ብጉጅለ ገበነኛታት ብጽኑዕ እንዳተሳቐየት፣ ኣእጋራ ብመድረቒ ጸጉሪ ክቃጸል ረኸበታ። ካብቶም ገበነኛታት ሓዲኦም ኣዒንታ ምስ ሸፈኑዎ፣ ካቢር ናብ ገዝኡ በጸሐ'ሞ መቖለፊ ማዕጾ ገዝኡ ተሰይሩ ረኸቦ። ኣብዚ ግዜ እዚ እቶም ገበነኛታት ንናኦምን ኣዲኣን ብመኪና ወሲዶምወን ነበሩ። ካቢር ብዘለዎ ሓይሊ ጎይዩ ክበጽሖም ኣይከኣለን። ናኦሚ ሓገዝ ደልያ ናይ መኪና መስኾት ክታንኳኩሕ እንከላ ደው ኢሉ ይሪኣ ነበረ። እቲ ዛንታ ናብ ቅድሚ ሓደ ወርሒ ይመልሰና። ላዕለዋይ መኮነን ፖሊስ፣ ዲፒ፣ ምስ ዋና መኮነን ሮቤልን ጉጅልኡን ብዛዕባ ኣብታ ከተማ እንዳወሰኸ ዝኸይድ ዘሎ ገበን ይዝትዩ ነበሩ። ብዛዕባ እቶም ቀንዲ ኣዘዋወርቲ ዕጸ ፋርስ፣ ነጋዶ ኣካላት ሰብን፣ ኣብ ልዕሊ ቆልዑ ዝፍጸም ናይ ጽታዊ ንግዲ ማፍያታትን የዕልሉ። ናይቲ ማፍያ ጉጅለ መራሒ ማኑ ክኸውን እንከሎ፣ ንሱ ድማ ናይቲ ዕጸ ፋርስ ግዝኣት ቀንዲ ኣከፋፋሊ እዩ። ፉትቦል ናይ ማኑ የማናይ ኢድ ክኸውን እንከሎ፣ ንኹሉ ስራሕቱ ድማ የመሓድር። ካብኡ ቀጺሉ ኤድዊን ኣሎ፣ ንሱ ኸኣ ኣብ ጎደናታት ናይ ምዕዳል ስራሕ ይሕዝ። ቀጺሎም ኣብ ናይ ማኑ ንግዲ ዕጸ ፋርስ ዝሳተፉ ሉክን ኬቨንን ዝበሃሉ ኣሕዋት ኣለዉ። ንሳቶም ብቐንዱ ብኣካላት ሰብ እዮም ዝነግዱ፣ ንድኹማት ቱሪስት እውን ኣብ መጻወድያ የእትውዎም እዮም። ንሳቶም ኣዝዮም ጨካናት ክኾኑ እንከለዉ፣ ኣታላ ዝተባህለ የማናይ ኢዶም ኸኣ ዝኾነ ሰብ ከም ዘይቃወሞም ይገብር። ካብቶም ገበነኛታት ድማ ኣንት ካርላ ትርከብ፣ ንሳ እውን ቈልዑ ኣብ ናይ ጾታዊ ንግድን ልመናን እተዋፍር ጨካን እያ። ሮቤል ንዲፒ ንኹሎም ንምጥፋእ ዘኽእል ምስጢራዊ ኦፕሬሽን ክመርሕ ይምድቦ። ከም ጽቡቕ ኣጋጣሚ ኰይኑ ብዛዕባ ፉትቦል ሓበሬታ ይረኽቡ እሞ ኣና ከም ሳዕሳዒት ኰይና ኣብ እትሰርሐሉ ክለብ ኢድ ከፈንጂ ክሕዝዎ ይውጥኑ። ናይ ዲፒ ሓጋዚት መኮንን ኣብ ዙርያ ፉትቦል ክትትል ይገብሩ። ነዊሕ ከይጸንሐ ሓደ መሳሰዪ ብእጸ ፋርስ ዝመልአ ቦርሳ ብምስጢር ካብኡ ይቕበል። ኣና ግን ትርእዮም እቲ መሳሰዪ ነቲ ቦርሳ ክሓብኦ ክፍትን እንከሎ ብድሕሪኡ ብበትሪ ሃሪማቶ ነቲ ዕጸ ፋርስ ሰሪቓ ትሃድም። ፉትቦል ካብቲ ባር ክወጽእ እንከሎ ሓደ መኮነን ፖሊስ የጥቅዖ። ግንኸ ዋላ ሓንቲ ኣይመሰሎን። ከም ዕቡድ ብዕራይ ነቶም መኮነናት የጥቅዖም። ዲፕ መጺኡ ብሓደ ቦክሲ ክሳብ ዘውድቖ ድማ ንኹሎም ብጭካነ ይሃርሞም። ዲፕን ጉጅልኡን ነቲ ዕጸ ፋርስ እኳ እንተደለይዎ ኣና ምስ ኣፍቃሪኣ ኣቐዲማ ኣምሊጣ ነበረት። ነቲ ኩነታት ዝሰምዐ ኬቨን ብቕልጡፍ ናብቲ ባር ይበጽሕ። እቲ መሳሰዪ ነቲ ዝኾነ ንምዝካር ክቃለስ እንከሎ ኬቨን ብሕርቃን ገጹ ብጭካነ ይጭፍልቖ። ማኑ ከም ዝቐጽዖም ይፈልጡ እዮም። እቲ እጸ ፋርስ ብምጥፍኡ ዝተቖጥዐ ማኑ ንጽባሒትኡ ንኬቨን ብዘይ ዕርፍቲ ይቕጥጦ። ንዕኡን ንሓዉን ድማ ይጸርፎም። ነቲ እጸ ፋርስ ክረኽብዎ ሰለስተ መዓልቲ ይህቦም። እንተዘይክኢሎም ግን ኣካላቶም ከም ዝሸጦ የጠንቅቖም። ኬቨን ኣብቲ እዋን ዋላ ሓንቲ ክገብር እኳ እንተ ዘይከኣለ፣ ነቲ ጸርፊ ግን ክቕበሎ ኣይከኣለን። ብሕርቃን ኬቨን ናብ ሓው ሉክ ደዊሉ ኵሉ ነገር የረድኦ። ነቲ እጸፋረ ዝሰረቐቶ ኣና ምዃና እውን ይነግሮ፣ ምኽንያቱ እቲ መሳሰዪ ቅድም ምህራሙ ናይታ ኣና ጨና ሽቶ ኣጫንይዎ ነበረ። እቲ ዛንታ ናብዚ ሕጂ እዋን ይመልሰና። ካቢር ናብ ገዝኡ ምስ መጸ ናይ ማዕጾ መቖለፊ ተሰይሩ ይረኽቦ። ኣብ ውሽጢ ድማ ፉትቦልን ቢጁን ይጽበይዎ ነበሩ። ቢጁ ኣብ ልዕሊ ካቢር ካራ የነጻጽር። ካቢር ግን ብቕጽበት ነቲ ኣጽዋር የውድቐሉ። ፉትቦል ንቕድሚት ምስ መጸ ካቢር ብጭካነ ይሃርሞ። እዚ ድማ ነቲ ኣብ ደገ ዝጽበ ዝነበረ ሉክ የደንግጾ። ቢጁ ብፍርሒ ነቲ ኩነታት ንሉክ ይነግሮ። ነዝሰመዐ ሉክ ነቲ ጸገም ክፈትሖ ንኣታላ ይልእኾ ኣታላ ግን ንፉትቦል ሞይቱ ይረኽቦ ኣታላ ስልኪ ንካቢር ይህቦ ሉክ ኣናን ናኦሚን ኣብ ኢዶም ከምዘለዋ ከምዝርዳእ ይገብሮ እሞ ኣና ዝሃበቶ ናይ ካሜራ ቦርሳ ክምልስ ይሓቶ ካቢር ዋላ ሓንቲ ከየማተእ ነቲ ቦርሳ የረክብ ኣታላ ነቲ ናይ እጸ ፋረስ ፓኬታት ይወስድ ቅድም ምኻዱ ኣታላ ኣብ ፉትቦል ክልተ ጥይት ይትኩስ እሞ ነቲ ስልኪ ንካቢር ገዲፉሉ ይኸይድ ካብ ኢርኳ እንተሰዓቦም ክበጽሖም ኣይከኣለን። ናብ ገዛ ምስ ተመለሰ ንፖሊስ ክነግር እኳ እንተሓሰበ ኣብ መወዳእታ ስቕታ ይመርጽ። ኣብ መንገዲ ኣታላን ቢጁን ብዛዕባ ቅልጣፈ ካቢር የዕልሉ። ንፉትቦል ክቐትሎ እንከሎ ዓይኑ ዘይምዕማቱን ኣዝዩ ጎበዝ ምዃኑን ይዛረቡ። ነዚ ስለ ዝተውዕለ ሉክ ድማ ብቕዓት ካቢር ተረዲኡ ክጥቀመሉ ይውስን። ናብ ካቢር ደዊሉ ስምምዕ የቕርበሉ። ኣብ ክንዲ ኣናን ናኦሚን ሓደ ኣቕሓ ካብጽሑሉ ይሓቶም። ንዓኣተን ከድሕን ዝወሰነ ካቢር ድማ ተሰማሚዑ ናብቲ ዝተዋህቦ ቦታ ይኸይድ። ኣብ ውሽጢ ጂም ካብ ዘሎ ኣርማድዮ ቦርሳ ክወስድን ናብቲ ዝተበሃሎ ቦታ ከብጽሕን ይእዘዝ። ምስልኩ ዝገበሮ ጻውዒት ስልኪ ምስ ተወደኣ ካቢር ከምቲ ዝተኣዘዞ ነቲ ስልኪ ይድርብዮ። ካቢር ክምርምሮ እንከሎ ኣብ ውሽጢ'ቲ ቦርሳ ብእጸ ፋርስ ዝመልእት ናይ መጻወቲ መኪና ይረክብ። ብኻልእ ሸነኽ ፖሊስ ብዛዕባ እቲ መከፋፈሊ እቲ እፀ ፋርስ ካብ ዘይተፈለጠ ሰብ ሓበሬታ ይበፅሖም። ብኡ ንብኡ ስጉምቲ ክወስዱ ይወፁ። ካቢር ኣብቲ ቦታ ምስ በፀሐ ክልተ ሓለውቲ ይርኢ። ካርኡ ድማ ኣብ ካልሱ ይሓኦ። እቶም ሓለውቲ ናብ ማኑ ይወስድዎ። ማኑ ምስ ርሲያዊ መከፋፈሊ ንምርኻብ ሩሲየኛ ቋንቋ ይመሃር ነበረ። ማኑ ንካቢር እቲ መከፋፈሊ ሰብ መሲልዎ ብሓጎስ ይቕበሎ፣ ካቢር ግን ዕሽሽ ኢልዎ ነቲ ዕጸ ፋርስ ኣብ ጠረጴዛ ኣቐምጦ። ማኑ ነቲ ዕጸ ፋርስ ክፍትሾ ይጅምር። ኣብዚ ቅጽበት እዚ ፖሊስ ብድምጺ ሳይረን ይበጽሑ። ማኑ ንካቢር ክሕዝዎ ይእዝዝ። ማኑ ካብ ኬቨን ደወል ክሳብ ዝመጾ ክልቲኦም ተደናጊሮም ነበሩ። ኬቨን ንካቢር ዝለኣኾ ንሱ ምዃኑን ፖሊስ ዝጸወዖ እውን ንሱ ምዃኑን ይገልጽ። ኬቨን ነዚ ዝገበረሉ ምኽንያት በቲ ዝወረዶ ጸርፊ ሕነ ንምፍዳይን ነቲ ናይ ዕጸ ፋርስ ንግዲ ንምርካብን እዩ። ማኑ ሰቡ ንካቢር ክቐትልዎ ኣዚዙ ንሱ ከምልጥ ይፍትን። ሰባት ማኑ ንካቢር ብጽኑዕ ይቕጥቕጥዎን ናብ ታሕቲ ይድርብዎን። ግንኸ ንሱ ኣብ ሓደ መርበብ ይዓርፍ። ማኑ ብመኪንኡ እንዳሃደመ እንከሎ ካቢር ብኡ ንብኡ ተንሲኡ ነቲ መርበብ ብኻራ ቀዲዱ ይወጽእ። ኣብ መኪና ማኑ ድማ ይዘልል። ይኹን እምበር ማኑ ኣምሊጡ ይዕወት። ካቢር ድማ ምስ ዲፒ ፊት ንፊት ይጋጠም። ሃንደበት ግን ሰባት ማኑ ኣብ ልዕሊ ፖሊስ ተኹሲ ይኸፍቱ። እዚ ድማ ንካቢር መኪና ወሲዱ ንማኖ ክስዕብ ዕድል ይህቦ። ኣብ ግዜ ምህዳን ማኖ ምስ ፖሊስ ክጋጮ ስለ ዝነበረ ብቕልጡፍ መኪንኡ ንድሕሪት ይመልስ። መኪና ካቢር ብሓይሊ ገጭው ካብቲ ቦታ ብዓወት ይመሉቕ። ኣብዚ ዲፒን ጉጅልኡን ንኹሎም ሰባት ማኖ ስዒሮም ናብ ካቢር ይጎዩ። ካቢር ብልዑል ስንባደ ካብ መኪንኡ ወሪዱ ድሕሪ ሳንዱቕ መኪና ይርኢ። ህይወት ዘይብሉን ዕርቃኑን ዝኾነ ሬሳ ብዘስካሕክሕ ኩነታት ኣብኡ ብምርካቡ ሰንቢዱ ይተርፍ። ኣካላቱ ተሰፍዩ ነበረ፣ እዚ ድማ ኣካላታን ክልተ ኣዒንታን ከም ዝወጸ የርኢ። ፖሊስ ንካቢር ይጠራጠርዎ'ሞ ኣብ ትሕቲ ቁጽጽር የውዕልዎ። ክሓትዎ'ኳ እንተፈተኑ ዋላ ሓንቲ ቃል ኣይተዛረበን። እዚ ድማ ንፖሊስ ናይ ኩሉ ሰብ ዝምድና ዘደናግሮም ኮነ። ብኻልእ ሸነኽ ዲፒን ካልኦት መኮንናትን ኣና ኣብ ዝነበረቶ ገዛ ምርመራ የካየዱ። ናይ ሳይበር መኮንን እውን ብዛዕባ ታሪኽ ካቢር ክምርምር እኳ እንተፈተነ ካብ ክልተ ሽሕን ትሽዓንተን ዓመተ ምህረት ቅድሚኡ ዝነበረ ዝኾነ መረዳእታ ክረክብ ኣይከኣለን። ኣብቲ መደበር ፖሊስ ሓደ መኮንን ንካቢር ኣና ኣካላታ ክውሰድ እንከሎ ገና ብህይወት ከም ዝነበረት ይነግሮ። ክዛረብ ድማ ይምሕጸኖ። እንተዘይተዛሪቡ ግን ዋና ተጠርጣሪ ከም ዝኸውን የጠንቅቖ። ኣብዚ ቅጽበት ካቢር ብዛዕባ ማኑ መረዳእታ ዝሓዘ ፍላሽ፣ ናኦሚ ትፈትዎ ዝነበረት ካርድን ኣውጺኡ ረኣዮ። ምስኣ ዘሕለፎ ግዝያት የዘኻኽሮ። ድሕሪ ቁሩብ ግዜ ምግቢ ኣቕረበሉ። እቲ ትርኢት ናብ ዲፒ ይቕየር። ዲፒ፣ ካቢር ካብቲ መደበር ፖሊስ ከም ዘምለጠ ዝገልጽ ደወል ይበጽሖ። ዲፒን ጉጅልኡን መደበር ፖሊስ በጺሖም ቀረጻ ሲሲቲቪ ክርእይዎ እንከለዉ፣ ካቢር ምግብ ክበልዕ እቲ ኣሲርዎ ዝነበረ መእሰሪ ምስ ተፈትሐሉ ሃንደበት ነቶም መኮንናት ከጥቅዖም ይረኣ። ካብቲ ክፍልን ማዕጾን ወጺኡ ንብዙሓት መኮንናት ኣዕጽምቲ ዝሰበሩ ቦኽስታት የውርደሎም። ንሽዱሽተ መኮንናት ብጽኑሕ ኣቑሲሉ የምልጥ። ድሕርዚ ፖሊስ ብዛዕባ ታሪኽ ካቢር ብዕምቆት ክምርምሩ ይውስኑ። ብኻልእ ሸነክ ሉክ ንኣፍቃሪኣ ኣና ሒዙ ብጭካነ የሳቕዮ። ብዛዕባ ካቢር መረዳእታ ክረክብ እኳ እንተፈተነ እቲ ስብኣይ ግን ዋላ ሓንቲ ኣይፈልጥን ነይሩ። ኬቨን ብሕርቃን ርእሲ እቲ ስብኣይ ብፋስ ሃሪሙ ይቐትሎ። ብድሕሪኡ ኣካላቱ ክሽየጥ ይልእኾ። ናኦሚ ኣብ ትሕቲ ቁጽጽር ኣንቲ ካራ ትወድቕ፣ ንሳ ድማ ንናኦሚ ምስ ካልኦት ቆልዑ ሓዊሳ ትሕዛ። ዕላማኣ ድማ ንሉክን ንኬቨንን ስራሕ ክተስርሕ ንምግባር እዩ። ኣብዚ ፖሊስ ካቢር ተራ ሰብ ከም ዘይኮነ ይግንዘቡ። ንሱ ብዙሓት ዓበይቲ ተልእኾታት ዝፈጸመን ልዑል ሰልጠና ዝነበሮን ኣባል ወተሃደራዊ ስለያ እዩ ነይሩ። እቲ ፍሉይ ጥንካረኡ፣ ክእለት ውግኡን ንበይኑ ንብዙሓት ሰባት ከሸንፍ ዘኽእሎ እዩ ነይሩ። ካብ ሓደ ምሽጥራዊ ሓደጋ ንደሓር ክሳብ 2009 ዓመተ ምህረት ዝነበረ መረዳእትኡ ብምልኡ ከም ዝጠፍአ ይግንዘቡ። ኣታላ ንማኑ ደልዩ ይረኽቦ። ኬቨን ክሳብ ዝመጽእ ከኣ ሰባቱ ሓደ ብሓደ ይቐትሎም። ማኑ ህይወቱ ኣብ ሓደጋ ከም ዘላ ምስ ፈለጠ ኬቨን ክምሕሮ ይልምኖ። ኬቨን ብሕርቃንን ብሕነ ምፍዳይን ተመሊኡ ማኑ ብህይወቱ እንከሎ ኣካላቱ ብምሉኡ ኣውጺኡ ከም ዘሳቕዮ ብምዝራብ የፈራርሖ። ብኻልእ ሸነኽ ካቢር ነቲ ሉክ ዝደርበዮ ስልኪ ይረኽቦ። ኣብቲ ስልኪ ዘሎ ምልክት ርእዩ ብቕልጡፍ ናብቲ ዝተዓደገሉ ድንኳን ስልኪ ይኸይድ። ገዛኢ ናይቲ ስልኪ መን ምዃኑ እኳ እንተ ሓተተ፣ በዓል ድኳን ግን ብቑጥዐ ኣይነግርን ይብሎ'ሞ ነቶም ዘብዐኛታት ይጽውዕ። ካቢር ነቶም ዘብዐኛታት ብሓይሉን ብጭዋዶን ብቡጥን ክሃርሞም ይጅምር። እቲ በዓል ድንኳን ደው ኢሉ ክሳብ ዝልምኖ ድማ ሓደ ብሓደ የውድቖም። ኣብ መወዳእታ ኣድራሻ ናይቲ ገዛ ይህቦም፣ እቲ ኣድራሻ ድማ ምስ ብጁ ዝተኣሳሰር እዩ። ካቢር ንሓደ ካብቶም ገበነኛታት ክሕግዞ የገድዶ፣ እቲ ገበነኛ ኸኣ ከም ዓዳጋይ መሲሉ ናብ ናይ ከተማ ክለብ ክዕድሞ ይገብሮ። በቲ ዝዀነ ነገር ድማ እቲ በዓል ድንኳን ፖሊስ ይጽውዕ። ዲፒ ድማ ካቢር ናብቲ ክለብ ከም ዝኸደ ይፈልጥ። ካቢር ኣብቲ ክለብ ይኣቱ። ግንኸ ኣብ ውሽጢ እቲ ሊፍት ምስ ኬቨን ይራኸቡ። ካቢር ንኬቨን ኣይፈለጦን ነይሩ፣ ኬቨን ግን ፈሊጥዎ እዩ። ናብ ሉክ ደዊሉ ብምሽጥራዊ ኮድ ምምጻእ ካቢር ይነግሮ። ሓደ ዘብዐኛ ወሪዱ ናብ ናይ ቢጁ ሽቓቕ ይወስዶ። ቢጁ በቲ ናይቲ ሰብ ምርባሽ ተጠራጢሩ እቲ ኩነታት ክርድኦ እንክብል እንከሎ ካቢር ማዕጾ ብሓይሊ ሰይሩ ይኣቱ። ነቲ ዝብዐኛ እውን የውድቖ። ቢጁ ካራ እኳ እንተውጽኣ ካቢር ብቐሊሉ የውድቐሉ። ብዛዕባ ናኦሚ ሓበሬታ ክህቦ ኢሉ ድማ ዝባኑ ይወግኦ። ቃንዛ ምጽዋር ኣብይዎ ድማ ምሳ ኣንቲ ካርላ ከም ዘላ ይነግሮ። ኣብዚ ቅጽበት ኣታላ ናብቲ ሽቓቕ ሰቢር ይኣቱ። ቢጁ ድማ ብጌጋ ይትኩሰሉ። ካቢር ግን ተሓቢኡ የምልጥ። ካቢር ንኣታላ ናብ ውሽጢ ይስሕቦ። ኣብ መንጎኦም ድማ ብርቱዕ ባእሲ ይጅምር። ኣታላ ካብቲ ትጽቢት ዝገበረሉ ንላዕሊ ጎበዝ ተዋጋኢ ኮይኑ ይረኽቦ። ካራኡ ኣውጺኡ ብብቕዓት ይዋጋእ። ካቢር ግን ነፍሲ ወከፍ መጥቃዕቲ ይምክቶ። ኣብ መወዳእታ ድማ ጸብላልነት ይሕዝ። ካቢር ብዘውረደሉ ሓየልቲ ቦኽስታት ንኣታላ ይድርብዮ። ኣታላ ዝተወሰነ ጥይት እኳ እንተተኮሰ ካቢር ከም ዘምለጠ ይግንዘብ። ድሕሪ ዝተወሰነ ጻንሒት ድማ ኣታላን ካቢርን ዳግማይ ኣብ ማእከል ህዝቢ ይራኸቡ። ካቢር ድማ ብጥይት ተወቒዑ ከም ዝነበረ ይፍለጥ። ኬቨን እውን ኣብኡ ነበረ፣ ግን ንዲፒ ምስ ረኣየ ይድንግጽ። ንኣታላ ካብቲ ውግእ ጠጠው ኣቢልዎ ቅድሚ ምኻዱ ስልኪ ንካቢር ይህቦ። ኬቨን ናብ ካቢር ደዊሉ ብሞት ኣና እንዳተላገጸ ኣብ መጻወድያ ክእትዎ ይፍትን። ካቢር ግን ዓብዪ ጌጋ ከም ዝሰርሑን ሓሲቦምዎ ዘይፈልጡ መቕጻዕቲ ከም ዝጽበዮምን ኣፈራሪሑ ነቲ ስልኪ ይዓጽዮ። ብቓንዛ እንዳተሳቐየ ናብ ፋርማሲ ይኣቱ። ኣትዩ ድማ ዝደልዮ ነገር ይገዝእ። ካብኡ ድማ ቀደም ምስ በዓልቲ ቤቱ ናብ ዝነብረሉ ዝነበረ ጽምው ዝበለ ገዛ ይኸይድ። ብቓንዛ እንዳጨደረ ቁስሉ ይፍውስ። ነቲ ጥይት እውን የውጽኦ። ቁስሉ ኣብ ዝሰፍየሉ ግዜ ብዛዕባ በዓልቲ ቤቱን ኣቦ ክኾነሉ ዝነበሮ ጸልማት ግዜን ዝኽርታት ይመጾ። ኣብ ኣፍደገ ሆስፒታል ኣብ መኪና እንከለዉ ብኣሸበርቲ ዝዝወር መኪና ጽዕነት ትገጮም። ካቢር ኣብ ደረቱ ይውቃዕ። ንሱ ይተርፍ። በዓልቲ ቤቱ ግን ኣብ ቅድሚ ኣዒንቱ ትመውት። ብኻልእ ሸነኽ ፖሊስ ንሓደ ገበነኛ ኣገዲዶም ናብ ካቢር ክድውል ይገብሩ። ዲፒ ነቲ ስልኪ ተቐቢሉ ናኦሚ ብህይወት ከም ዘላን ኣብ ቀረባ ኣብ ዘሎ ኤቲኤም ብካሜራ ከም ዝተራእየትን ይነግሮ። ግንኸ እንታይ ይካየድ ከም ዝነበረ ክነግሮ ይሓቶ። ካቢር ንኹነታት የብርህ። እቶም ኣሕዋት ንኣናን ንናኦሚን ንምልቓቕ ዕጸ ፋርስ ከብጽሕ ከም ዘገደድዎን ብሞት ኣና ናብ መጻወድያ ከእትውዎ ከም ዝፈተኑን ይዛረቡ። ድሕሪኡ ስልኪ ዓጽዩ ኣብቲ ፍላሽ ድራይቭ ዘሎ መረዳእታ ምስ ረኣየ ክልተ ኣድራሻታት ናይ ማኑ ይረክብ። ናብቲ ጉጅለ ክንምለስ እንከለና ናኦሚ ኣብ ትሕቲ ቁጽጽር ኣንቲ ካርላት ክትኸውን እንኮላ ብኣንጻሩ ናኦሚ ንኣታላ ኣብ ርእሱ ዘሎ ቁስሊ ብህድኣት ብፋሻ ትኣስረሉላ። ናታ ንጽህና ኣብ ልዕሊኡ ዓቢ ስምዒት ይገድፍ። ንጽባሒት ንግሆ ዲፒ ንኤድዊን ይሕዞ ኣብ በትሩ ውሽጢ ድማ እጸ ፋርስ ይረክብ። ዲፒ ብዛዕባ ናይ ሲሲቲቪ ቐረጻ ክሓትት እንከሎ፣ ኤድዊን እቶም ቖልዑ ኣብ መርበብ እጸፋርስ ይምዝመዙ ከም ዘለዉ ይገልጽ። እቲ ኣሰራርሓ ናይ ነፍሲ ወከፍ ቖልዓ ተራን እንዳብርሀ ኣብ ተመሳሳሊ ግዜ ካቢር ንሓደ ቖልዓ ይስዕብን ብኣካል ድማ ይዕዘብን። እቲ ቖልዓ ካብ ሓደ ድንኳን ናይ መጻወቲ መካይን ይወስድ፣ እዚ ድማ ናብ ካልእ ቦታ ተወሲዱ ንካልእ ቖልዓ ይወሃብ፣ ንሳ ድማ ናኦሚ ነበረት። ካቢር ዋላ እኳ እንተስተውዐላ፣ ንሳ ግን ከየስተውዐለት ነቲ እጸፋርስ ናብ ሳልሳይ ቦታ ተብጽሖ። ኣብ ክንድኡ ድማ ኣረጋውቲ ጫማታት ትቕበል፣ እዚ ድማ ናይቲ ዓሚል ክረዲት ካርድታት ዝሓዘ እዩ። እቶም ቈልዑ ካብኡ ገንዘብ ንምውጻእን ነዘን ካርድታት ኣብ ኤቲኤም ማሽናት ይጥቀሙለን። ነቲ ቈልዓ ክስዕቦ እንከሎ ካቢር ኣብ ሓደ ህንጻ ይኣቱ። ግናኸ ገለ ፖሊሳት ጠጠው ከብልዎ ይፍትኑ። ንፖሊስ ንምሓዝን ንመወዳእታ ፈተነን እቲ ቈልዓ ብሚኒባስ ገይሩ የምልጥ። ኣብቲ ምሸት ካቢር ናብ ቦታ ማኑ ይበጽሕ እሞ ናብ ውሽጢ ይኣቱ። ኣብ ውሽጢ ንሉክ ይረኽቦ። ብዙሓት ቆልዑ ውን ኣብ ንግዲ እጸ ፋርስ ክሰርሑ ተገዲዶም ይረክብ ንቅድሚት ክዝጉም እንኮሎ ናብ ሓደ ክፍሊ ይኣቱ ኣብኡ ድማ ናይ ማንዱ ሬሳ ይረክብ ምስኡ ጎድኒ ንጎድኒ ድማ ናይ ንእሽቶ ጓል ሬሳን ኣዒንታ ዝወጸት ካልእ ጓልን ብጨና እቲ እጸ ፋርስ ዝስሕባ ይርኢ ሉክ ድማ ንሰባቱ መርፍእ ክወግእዎም ይእዝዝ ሓደ ሰብኣይ ንክወግእ ምስ ተንቀሳቀሰ ካቢር ይሪኦ እሞ ንኣኦሚ ምልክት ይህባ ካቢር ብኡ ንብኡ ይትኩሰሉ እቲ ድምጺ ተኩሲ ድማ ንሉክን ሰባቱን የደንግጾም ግብረ መልሲ ቅድሚ ሃቦም ካቢር ነቶም ሓለውቲ የውድቖም፣ ንሉክ ድማ እግሩ ይትኩሰሉ። ካቢር ድሕሪኡ ኣብ ልዕሊኡ ይዘልል። ብጭካነ ይቕጥቕጦን ቡጢታት ኣብ ገጹ እንዳውረደ ብዘይድንጋጸ የሳቕዮን። ካቢር ድሕሪኡ ናብ ኬቨን ይድውል እሞ ነቲ ናይ ሉክ ጻዕረ ሞት ጭራሕምራሕ ከም ዝሰምዕ ይገብር። ኬቨን ንናኦሚ ከምጽኦሉ ይእዝዝ። ንኬቨን እንዳጠንቀቖ እኳ እንተነበረ፣ ካቢር ግን ኣብ ኣካል ሉክ ብዙሕ ስቴፕለር ይጥቅዕ እሞ ነቲ ጻውዒት ስልኪ ይበትኾ። ብሰንኪ ኣውያት ሉክ ብሕርቃን ኬቨን ንናኦሚ ምስ ኣታላ ናብ ሓኪም ይልእኻ። ኣዒንታ ንምውጻእ ኣብ ዝተቓረብሉ እዋን፣ ካቢር ኣብቲ ናይ ዕጸ-ፋርስ ፓኬት ፋኑስ ይኣስር እሞ ቀዳድ ይገብረሉ። እቲ ፓኬት ክባዶ ምስ ጀመረ፣ ኣብቲ ናይ ጋዝ ሲሊንደር ይኽፈት። ካቢር ንኹሎም ቆልዑ የድሕኖም፣ ንዲፒ ድማ ብስልኪ ሓበሬታ የብጽሕሉ። እቲ ፓኬት ድሕሪ ምብዳዩ፣ እቲ ፋኑስ ወዲቑ ዓቢ ፍንጀራ ብምልዓል ነቲ ክፍሊ የዕንዎ። ካቢር ስልኩ ነቶም ቆልዑ የረክቦም። ቅድም ምኻዱ ድማ ንዲፒ ክጽበይዎ ይነግሮም። ነዊሕ ከይጸንሐ ዲፒን ጉጅልኡን ኣብቲ ቦታ ይበጽሑ። እቶም ዝተረፉ ድማ ነቶም ቆልዑ ንምድሓንን ነታ ኣንቲ ካርላ ንምሓዝን ናብቲ ካልእ መደበራ ይወፍሩ። ብኻልእ ሸነኽ ካቢር ናብቲ ካልእ መደበር ናይ ኬቨን ይኸይድ። ኬቨንን ኣታልን ምስቶም ብቑዓት ተዋገእቶምን ሰባቶምን ኮይኖም ሞትሊ ኩሕነ ንምፍዳይ ይጽበይዎ ነበሩ። ኬቨን ንካቢር ብጥርሙዝ ገይሩ ይህቦ፣ ናይ ናኦሚ ኣዒንቲ ከም ዝሓዘን ብህይወታ ከላ ከም ዝተወሰደን ድማ ይገልጸሉ። ኣእዳው ካቢር ይንቅጥቀጥ፣ ከልዕሎ እንከሎ ድማ ኣዒንቱ ብሕርቃንን ብዓሚቝ ሓዘንን ይነድድ። ነቲ ጥርሙዝ ብጥንቃቐ ይሽፍኖ፣ ኣብ ልዕሊ ኬቨን ድማ ይትኩስ። ግንኸ ኬቨን ይተርፍ። እዚ ኣብ መንጎ ካቢርን እቶም ሰባትን ዘስካሕክሕ ናይ ተዅሲ ልውውጥ የልዕል። ኣብዚ እዋንዚ ካቢር ዘደንቕ ናይ ተዅሲ ክእለቱ የርኢ፣ ብዝተረጋግዐ ናይ ተዅሲ ኣገባብ ድማ ንሰባት ኬቨን ሓደ ብሓደ የውድቖም። ኣታላ ኣብ ልዕሊ ካቢር ይትኩስ። ኣጽዋር እውን የውድቐሉ። ንካቢር ብጥራይ ኢዱ ክዋጋእን ንተወሳኺ ሒደት ገበነኛታት ክድምስስን የገድዶ። ድሕሪኡ ካርኡ ይሕዝ'ሞ ብጭካነ ይሓርዶምን ይቐትሎምን። ናይ ተኹሲ ክእለቱ ካብ ዘርኣየ ደሓር፣ ካቢር ሕጂ እውን ብዘይ ርሕራሐ ካርኡ ክጥቀም ይጅምር። ነቶም ገበነኛታት ብዘይ ዕርፍትን ብዘይ ድንጋጽን ይዋግኦም። ካብ ርእሲ ክሳብ እግሪ፣ ካብ ቅድሚት ክሳብ ድሕሪት ነፍሲ ወከፍ ክፋል ኣካላቶም ይቐዶም። ካብ ሕርቃኑ መምለጢ ከይተረፈ ድሕሪኡ ሞደሻ ምስ ዝሓዘ ሰብኣይ ይጋጠም። ግንኸ ኣብ ውሽጢ ደቒቓታት ካቢር ነታ ካራ ኣብ ልቡ ይድርብያ። ብኻልእ ኣብ ክሳዱ ብምውጋእ ድማ ይውድኦ። ኩሎም እቶም ገበነኛታት ምስ ወደቑ ኣታላ ንቕድሚት ይስጉም። ኣጽዋሩ ደርብዩ ድማ ካርኡ የውጽእ። ኣብ መንጎኦም ብዘስካሕክሕ ናይ ፊት ንፊት ውግእ ካራ ይለዓል። ክልቲኦም ብዘይዕረፍቲ መጥቃዕቲ የስዕቡ። ካራታቶም ቐታልነትን ልክዕነትን እንዳርኣየ፣ ነንሕድሕዶም ብዕምቆት ክቆራረጹ እንከለዉ ኣካላቶም ብደም ይልከም ብቆስሊ ዝመልኡ እኳ እንተኾኑ ዋላ ሓዲኦም ዝሕለሉ ኣይመስሉን ካቢር ነታ ካራ ኣብ ልዕሊ ኣታላ ይሸኽላ ኣታላ ድማ ብግዲኡ ነታ ካራ ኣብ ደረቱ ንካቢር ይሸኽላ ካቢር ግን መወዳእታ ስጉምቲ ብምውሳድ ነቲ ናይ ኣታላ ክሳድ ብኻራ ይቆርጾ ኬቨን ብመኪና ከምልጥ ክብል ካቢር ጎማ መኪኑ ይትኩሰሉ እታ መኪና ድማ ኣብ ጥቓ ስፍራ መቓብር ትግምጠል ኬቨን ናብ ፖሊስ ደዊሉ ሓገዝ ይሓትት። ካቢር ምስ መጸ እታ መኪና ጥይት ዘይትሐልፍ ምዃና ርእዩ ኬቨን ይላገጸሉ። ካቢር ኣብ ቕድሚት ምስትያት ናይታ መኪና ደይቡ ኣብ ሓደ ቦታ ደጋጊሙ ይትኩስ። ኣብ መወዳእታ እታ ጥይት ነቲ ምስትያት ሰንጢቓ ንኬቨን ትወቕዖ። ካቢር ናብቲ መስቀል ከይዱ ንኣምላኹ ይዝክር። ካቢር በዓልቲ ቤቱን ናኦሚን ብምስኣኑ ተስፋ ቆሪጹ ርእሱ ክቐትል ኣጽዋሩ ኣብ ርእሱ የነጻጽር። ኣብታ ሰዓት እቲኣ ብሃንደበት ናኦሚ ትመጽእ። ናኦሚ ብህይወት ብምህላዋ ተሓጒሱ ድማ ተሓጒሱ ድማ ይሓቕፋ። እቲ ዝኾነ ነገር ከምዚ'ዩ ነይሩ። እቲ ሓኪም ዓይኒ ናኦሚ ካውጽእ ምስ በለ፣ ኣታላ ነቲ ናይ ኣኦሚ ሕያውነት ዘኪሩ ነቲ ሓኪም ብምቕታል ናይቲ ሓኪም ዓይኒ ኣብ ጥርሙዝ ገይሩ ንኬቪን ሃቦ። ናኦሚ ድማ ተረፈት። ንጽባሒቱ ዲፒ መጺኡ ንካቢር ኣብ ትሕቲ ቁጽሪ የውዕሎ። ካቢር ቅድሚ ምኻዱ ኣብ ሓደ ቦታ ጠጠው ክብል ይሓቶ። ንናኦሚ ናብ ድንኳን ወሲዱ ናይ ትምህርቲ ቦርሳን ዘድልያ ኩሉን ይገዘላ። ክሳብ ዝምለስ ጠንኪርኺ ተመሃሪ ኢሉ ንመወዳእታ ግዜ ሓቒፉ ይፈላለዩ። ከምዚ እናበለ ኣብ መንጎኦም ብዘሎ ዓሚቕ ፍቕሪ እቲ ፊልም ኣብዚ ይብቃዕ። ባርከስ ክቡራት ተኸታተልትና ናይ ሎም ፊልምና እዚኣ ትመስል ነይራ ክሳብ ብኻሊእ ፊልም ንራኸብ ሰናይ ቅነ።